ዘይተጸበናዮ ነገር ናይ ፍቅሪ ከቢድ ፈተና ዝበሃል ከምዚ እዩ ማለት እዩ። ቤቲ ግን ብሱር ኣደይተካለት ብሱር ማለት ከምዚ ዓይነት ፈተና ክተካይድ እያ ኢለ ኣነ ሓሲቡ እየ እንደ ዘይፈልጥ ቢኒ ግን እዛ ፈተና እዚኣ ሲ ክወፃ ድዩ ኣይወፃን ኣብ መጨረሻ እንታይ እዩ እቲ ፈተና ዝብል ክነግረኩም እየ ብቻ ተኸታተልኒ ማለት እዩ ሰላም ሰላም ክቡራት ተኸታተልቲ ናይ ሸዊት ዩቱብ ከመይ ኣለኹም ሰላም ዲኹም ኣነ ሰላም እየ እግዚኣብሔር ይመስገን ንስኻትኩም ለ ኣብ ዘለኹምዎ ሰላምኩም ብዝሕ ትረፍ ይበለለይ እንዳበልኩ ለማዓንቲ ድማ ብሓድሽ ቪድዮና ብዘይትፅበይዎ ቪድዮ እየ መፅእ ዘለኹ ማለት እዩ ኣነ ንባዕለይ ኣይተፀበኽዎ ነይረ ከምዚ ዓይነት ኣጋጣሚ ክኾን ኢለሲ ኣይተጸብኹይ ነይረ ማለት እዩ። እንታይ እዩ ዝብል መጨረሻ ላይ ክነግረኩም እየ። ትዕግስቲ ገይርኩም እንተተጸቢኹም ብቻ ሀሳብ መጨረሻ ምስይ ሓቢርኩም ጽንሑ ማለት እዩ። ኣብ መንጎ ቢኒና ቤቲ ዝነበራ ርክብ ርኢናዮ ነርናና ካብኡ ቢኒ ኣፍቃሪኣ ሒዛ ክትመፅሞ ክተላልዮ እዩ ነይሩ እቲ ነገራት ማለት እዩ እዚ ነገራት ከምዚ ኳን ኣይተጸብኽዎይ ነይረ በዛ ወገነይ እስኻትኩም እውን ኣይተጸብኽዎን ኢለ ሓስ ኣይተጸብኽምዎን ኢለ ሓስ ማለት እዩ ግን ቤት ትማሊ ነፍቃሪ ኣሒዛ መጸ ነይራ ምስ ዓርኩ ኣራኺባቶም ማለት እዩ ኣነ ግን ካብ ትፅቢተይ ንላዕሊ እዩ ኮይኑ ነቲ ነገራት ብዝረእኽዎ ነገራት ክኣምና ይኽኣልኩ እዩ ንምንታይ ማለት ከምዚ ንሰብ ዝንዕቕ ንሰብ ዘትሕት ክኾን እዩ ኢለ ኣይሓሰብኩዎይ ማለት ስጀመር ኣፍቃር ኣለዋ ኢለ ኣይሓሰብኩይ ፈተና እዩ ዝኸውን ኢለ እየ ሓሲበ ማለት እዩ ግን እንድሕይ ማለት ኣነ ዝምጥነኒ ኣይኮነይ ኣነ ስሊ ምጥን ንዓኻ ክረኽበካ ምፅን ይኹ ኣነ ምስኡ ክራኸብ እሱ ንዓይ ስሊ ምጥነኒ ኣነ ምስኡ ክራኸብ ይክእልን እዩ ኣይድልን የውን ኣነ በዓል ስራሕ እየ ግዜ ንስራሕ ክጥቀመሉ እየ ዝደሊ መን ከ ስራሕ የብሉ ሰሚዕኻ ሓወይ ኩሉ ሰብ ነናይ ባዕሉ ዕላማ ነናይ ባዕሉ ስራሕ ኣለዎ ከምዚ ኢልካ ተኣኒንካ ክትዛረብ ግን ፅቡቅ ኣይኮነን ከመይ ኢልካ ኣሻማቂቕካያ ኣሕፊርካያ ቤት ትርኢኻያ ኮይንካ እዚ ቪድዮ ተመሊስካ ክትሪኦ ትኸውን ኢኻ ማለት እዩ ሰብ ክስካብ ዝኾነ ሓደ ሰብ ንሓደ ሰብ ክንዕቆ ወይ ከዓ ክታሐቶ የብሉን። ስለምንታይ ሰብ እዩ ከምኡ ሰብ እዩ እግዚኣብሔር ዝፈጠሮ ፍጡር እስካብ ዝኾነ ንሓደ ሰብ ክተዋርድ ወይ ከዓ ትሕት ክተብልሲ መሰል የብልካን ማለት እዩ። መን ስለ ዝኾንካ ስኻ እዚ ኩሉ ጥፍኣት እኮ ናይ ባዕላ ናይ ቤት እዩ ክሓስበሉ እየ ኢላቶ ከምኡ ክትብል ዝገበረ ድማ ባዕሉ እዩ ካብ ዝገርመኩም ቤተሰብ ኣነ እየ ክትሓስበሉ ማለት ሲ ክሓስበሉ ክትብል ዝገበራ ሲ ባዕሉ እዚ ኣፍቀሪ ዋ ናይ ቢኒ ጉድኣት ኣይረእካይ እስኻ እኮ ወዲ ኢኻ ማለት ችግሩ ድልየቱ ሲ ክትርድአሉ ትግባእ እሱይ እስኻ ኢኻ ወዲ ማለት እዩ ከማኻ ዝበለ ወዲ ተባዕታይ ስለ ዝኾነ ክትርድኣሉ ዝግበካ ንስኻ እዩ ኣብ ሂወትካ ሲ ንሓንቲ ጓል ኣፍቂርካ ካብኡ ሓቲትካያ ክሓስወሉ ኢላትካ ኣፍቃር ኣለኒ እዩ ኢላ ክትነግረካ ከላሲ እንታይ ዓይነት ስምዒት ይስምዐካ? እዚ ኣብ ግምት እቲኻ ክትናገራ ነይሩካ ማለት እዩ። ወይስ ንቢኒ ትፈልጦ ኢኻ ንእሱ ክጉዳእ ስለ ትደሊ ዝኾነ ነገር ኣለካ ውሽጥኻ ማለት እዩ እምበር ብትክክል ዝሓስብ ሰብሲ ከምዚ ኣይብልን ማለት እዩ ኣነ ዓርኪ ንቢኒ ግን ብጣዕሚ የድኒቀዮ ማለት ፀባይ ገይሩ ምስምዖ ምንም ከይበሎ ምስዳዱ ማለት እዩ ብጣዕሚ እዩ ሓፍ በጠቕ እዩ ዝብል ነይሩ ሓፍ በጠቕ ኢልካ የትም ኣይትበጽሕ እዩ እዚ ክትፈልጥ ዘለካ ማለት እዩ ማቲለስያ ዘሊላ ዘሊላ ናብ መሬት ኣድዩ ዝበሃል ዘሊልካ ዘሊልካ ወይ ከዓ ሓፍሓፍ ኢልካ ስምንም ሓፍሓፍ ዝበለካ ዓኔሲ ከም ዝወድቕ ሓንቲ መዓልቲ ክትርዳእ ኣለካ ማለት እዩ የጊዘ ጅግና እንጂ የሰው ጅግና የለም ትብል እዛ ቆልዓ ማለት እዩ ሕጂ ግዜኻ ኮይኑ ጅግና ጅግና ክስምዓካ ይኽእል እዩ ማለት እዩ ጽባሕ ንግሆ ግን ካልእ መዓልቲ እዩ ኣነ ንዓኻ ውድቀት ምናምን ኣይኮንኩ ዝምንየልካ ዘለኹ ማለት ግን ከምዚ ዓይነት ኣካይዳ ንሰብ ትንዕቕ ንሰብ ትሕትሕት ተብል ተኮይንካ ግን ፃሕንጋ ፃሕንጎ ማለት እዩ ትሕት ከም ትብል በዓልካ ኣይትረስዕ በፍፅም ንሰብ ይሕመቕ ይፀብቕ ይሃፍቲ ኢልካ ንሰብ ትሕትሕስ ክተብል የብልካ ሰብ እስካብ ዝኾነ ድረስ ማለት እዩ ጥፍኣትኩም ሒዝኩም ከይኣኸለኩም ድጋሚ ኣብ ርእሲ ጥፍኣት ጥፍኣት ኢኹም ትውስኹ ዘለኹም ማለት እዩ ኣብ ርእሲ ጉድኣት ጉድኣት ትውስኹሉ ኣለኹም ንቢኒ ሕዚ እውን ማለት እዩ ቤት ሕዚ እውን ትጎድእዮ ከም ዘለኺ እትረስዕ ማለት እዩ መፅሒ ተዋርድዮ ኣለኺ ማለት ዋላ ስኺ ብኣፍኪ ኣይትበልዮ

ብሓድ ነይርኩም ብሓድ ተብልዑ ትሰትዩ ነይርኩም ከምዚ ገይሩ ከዋርደ ከሎስ ደስ ኣይብል ማንም ይኹን ዋላ ይትፍልጥዮ እንኳን ትፈልጥዮ ዋላ ይትፍለጥዮ እሞ ከምዚ ኢሉ ክናገሮ ከምዚ ኢሉ ከዋርደ ግን ዕድል ክትብዮ ኣይነበረኪ ገጽ ክትብዮ ኣይነበረኪ ማለት እዩ ነኖ ከምዚ ትብሎ ዘለካ ነገራት ኣይኮነ ሕዲ ኢልካ ተነጋገር ኢልኪ ክተረጋግዕዮ ዝግበኪ ንስኺ ኢኺ ነይርኩም ኣንቺ ንስኻትኩም ግን ኮነ ኢልኩም ኮነ ኢልኩም ንቢኒ ንምብሻቕ ኢኹም ተላዒልኩም ኢኹም ይመስለኒ ማለት እዩ ሕጂ ቢኒ ኣፍቂረኪ ፃሕን ጓጊ ነብጊ ዘጊን ኩል ነገር ክሓልፍ እዩ ለው ብርግፅ ፍቕሪ ከቢድ እዩ ግን ከዓነይ ክሓልፍ ምዃኑ ክትዝንግዑ የብልኹምን ክብለኩም ይደሊ ማለት እዩ እና ቢኒ ክብሎ ዝደሊ ኣጆኻ ኩሉ ማለት ዝሓልፍ ነገር የለይ ኣፍቂርካ ኣይኮነልካ በቃ ክትክእሎ ብቻ እዩ ዘለካ ፅባሕ ካሊእ መዓልቲ ኢልካ ክትቅፅል ኣለካ እምበር ከምዚ እሱ ዝዛርቦ ዘሎ እዚ ኣነ ከምዚ ማለት ናይ ወልፍታት ናይ ወልፍታት እንታይ እዩ ዝበለት ረሲዖ እየ ትምህዚ ናይ ወልፊ ነገር ዘለዎ ምሳይ ክራኸብ ኣይደልን ወልፍታት እውን እኮ ጀሚርዎ ትኮይኑ እኮ ብሰንኪ ንደት እዩ ብርግጽ ተናዲድካ ስምዒትካ ክትቆጻጸር እዩ ዝግበካ ናብ ሕማቅ ነገር ክትከድ የብልኻን ናብ መስተ ወልፍታት ክትከድ የብልካ እዩ ምክንያቱ መፍትሒ ኣይኮነ እዚ ንግዜኡ ክመስለካ ይኽእል እዩ ግን ኣብ ሂወትካ ዓብዪ ዓብዪ ሓደጋ እዩ ዘውድቀልካ ማለት እዩ ናብ መስተ ናብ ሱሳት ነገራት ክትኣቲ የብልካ እዩ ብቀሊሉ ዝጀመርካዮ ኣብ ሂወትካ ከቢድ ከቢድ ስብራት ከቢድ ውድቀት ክገብረልካ ስለልክእል ካብ ከምዚ ዓይነት ክንቁጠብ ኣለና ኢለ ይሓስብ ንምንታይ እዙይ ምንም ጥቅሚ የብሉ ንግዜኡ ክመስለና ይኽእል እዩ ተክንሰቲ ከለና ደስተኛታት ክንኮን ንኽእል ኢና ማለት እዩ ግን ድሕሪ ንእሽተይ ደቃይቅ ወይ ከዓ ድሕሪ ንእሽተይ ሰዓታት የለናን እቲ ዝነበረ ጭንቀትስ ተመሊሱ ነዚ ደኣ እንታይ መፍትሒ ተይልና ናብ እግዚኣብሔር ምቕራብ ጸሎት ጸሎት ምግባር እዩ እግዚኣብሔር ንኹሉ ነገር እዩ ዝፈትሖ ብቻ ንሕና ንእግዚኣብሔር ክንጥይቕ ኣለና እዚ ኣፍትሐለይ እዚ ኣጸጊማት እንተይልና ክፈትሐልና እዩ እግዚኣብሔር እኮ ኣንኳሕኩሑ ክኽፈተልኩም እዩ ድለዩ ክትረኽቡ ኢኹም ለምኑ ክወሃበኩም እዩ ኢሉ ዝነገረና ቃል እግዚኣብሔር እዩና ንእግዚኣብሔር ተለሚናዮ ኩሉ ነገር ይህበናን የኸለናን እዩ እና ቢድን ሓወይ ክብለካ ዝደሊ ናብ መስተታት ናብ ሱሳት ናብ ሽጋራታት ናብ ጨታት ክትኣት የብልኻን ብስምዒት ተደሪግካ ብስምዒት ተዳፋፊእኻ ማለት እዩ እና ኣነ ዝነገራት እዚ እውን ቤቲ ብርግፀኛ ፍቅረኛ እዩ ኢለ ኣይሓስብን ማለት እዩ ንቤት ያነ ንቢኒ ማዕረ ክንደይ እዩ ንዓይ ዘፍቅረኒ ኢላ ከቢድ ፈተና ትገብረሉ ኮይና ዘለ ይስምዐኒ ኣነ ማለት እዩ እምበር ብርግፅ ማለት ሊሊና ኣሌክስ ዘይፈልጥዎ ኣፍቃርሲ ከመይ ኢሉ እዩ ሓሲብኩም ወዲኹም ኣፍቃሪ ከም ዘለዋ ዝፈልጡ ተኮኑ ነይሮም ሊሊና ኣሌክስ ከምዚ ኣይምኾነ ነይሩ መጀመርያ ሲ ቤት ዳ እኮ ፍቅረኛ ኣለዋ ኢሎም ሲ ክነግርዎ ነይሮም እዮም ግን ምንም ነገር ስለዘይብላ ኣፍቃሪ ስለዘይፈልጥላ ማለት እዩ እዮም ንቤኒ ዘራኸብዎ ማለት እዩ። በዓልትኹም ወዱ ኢሎም ማለት እዩ። ድሓን ኣሌክስ ኣይፍለጥ ሊሊ ግን ግድን እዩ ክትፈልጥ ነይርዋ ማለት እዩ። እዚ ክንሽወድ የብልናይ ክትሽወድ የብልኻን ቤኒ ክብለካ ይደሊ ማለት እዩ። እዚ ከቢድ ፈተና ናይ ፍቕሪ ይበሃል። ብእውነት ይብለኩም ኣለኹ እዚ ዓባይ ፈተና እያ ማለት እዩ እና ፈተናኻ ብርግፅ ከምትዋፃእ ተስፋ ይገብር ቤኒ ማለት እዩ። እና ቤተሰብ ናይ ለማዓንቲ ቢዲ ሒዘያ ዝመፃኹ ነዚኣ ትመስል ነይራ ኣብ ቀፃሊ ብሓሪፍ ናብ ቆንጆ ቪድዮ ከም ንራኸብ ተስፋ ይገበር ክሳብ ንሱ ግን ሰሰናይ ንዓኹም ባይ ባይ